ገብሩ ኣቋረጻ እሞ ነቲ ኣሳሳይ ጸዊዑ መስተ ከምጽኣሎም ኣዘዞ። እቲ ኣሳሳይ ኣዳልዩ ከም ዝጽበዮም ዝነበረ ቀልጢፉ ሒዙሎም መጸ። ሕራይ በሊ ቀጽሊ በለ ገብሩ ካብ ዝቐረበሉ ብኬርጅን ሓንቲ ማዕጓ ምስ መዓጐ ብድሕሪኡ ከም ዘይተርፍ ገይሩ ሃሪምኒ ንባዕሉ ከማን መሊሱ ከይገረሞ ዝተረፈ ኣይመስለንን። ብዝኾነ ረሃፅ ክሳብ ብግንባሩ ዝወርር ሃሪምኒ ምስ ተኸመ ገዲፍኒ ኣብ ጫፍ ዓራት ኮፍ ኢሉ ክፀርፈኒ ጀሚሩ። ኣብ ኣፉ ዝፀንሖ ብዕሉግ ፀርፊ ከይተረፈ ውሪድለይ ካብ ምህራመይ ንላዕሊ ምፅራፈይ የሕርቕኒ በኸኹ። ካብ ምፅራፈይ ንላዕሊ ድማ በደል ዘይምንባረይ የሕሪርኒ በስ ድማ ኣብታ ግዜ እቲኣ ዝሃረመኒ ስለ ዘፍቅረኒ ኢለ ይሓስብ ነይረ። ኤልሳ ነዊሓ ተንፈሰት እሞ ስቕ በለት። ገብሩ ዝደኸማ መሰሎ ገጻ ጸሊ ምስ ረኣያ ውሽጡ ተረበሸ። ኤልሳ ትጸብቕ ምስ ሰሓቓዩ ምስቲ ነዊሕ ብጫ ክዳናዩ ኢሉ ሓሰበ። ድሕሪኡ ዝኣሰረቶ ገጻ ሃንደበት እንተፈትሓቶ ኢሉ ሕጂ እዚ ነብሲ እዚ ክህረም ይግብኦ ናብኡ ተመሊስካ ምቕጥቃጥ እምበር ነይሩ ንስኸ ወላ እንተኾንኪ ከምኡ ገይሩ ድሕሪ ምህራሙ መሊስኪ ምስኡ ምንባርኪ እንታይ ይበሃል እንታይ ደኣ እሞ ክገብር ይኽእል ይቕሬታ ከም ዝሓተኪ ክትገብሪ ነይርኪ እንተ ነኣሰ ጠቕሊሉ ከማን ገዲፍኒ ክሳብ ፍርቂ ለይቲ እንዳምሰየ ምምጻእ ጀመሮ ብድሕሪ እዩ ክውድኣልካ ጥራሕ ስምዓኒ ምስ ሃረመኒ ኣይድቅስነ ኢለ ኮፍ በልኩ ንሱ ግን ደቂሱ ጠፊኣ ክትከይድ እያ ወይ ብሕርቃን ነብሳ ክተጥፍያ ኢሉ ከማን ከይሓሰበ ለጥ ኢሉ ደቂሱ ድቃስ ምስ ወሰደ እሞ ኣካላተይ ብሕርቃን ተቓጺሉ ኣረሜን እዩ ከምኡ ገይሩ ሃሪምክስ ከመይ ገይሩ ድቃስ ክመጹ ክኢሉ ነዝስ ምቕታል እዩ ነይሩ በለ ገብሩ ከንፈሩ ብጣዕሳ እንዳነኸሰ ኣረሜን ምዃኑ ዝተገንዘበላን ኣብ ጎና ጠጠው ዝበለን ገብሩ ጥራሕ እዩ ኩሎም ቤተሰቡ ጽቡቕ ገይርዋ ንስኺኺ ጌገኛ ብቐደሙስ ዝተመርዓወኪ ከይቀጥቀጠክዶ ክተርፍ ኮይኑ ብምባል እዮም ፈሪዶማ ንዕኡስ ምቕታል እዩ ነይሩ በለ ገብሩ ዳግማይ ምቕታል ጠፊእኑዶ መስለካ እንተቐቲለዮ ደቀይ ብዘይ ኣቦ ምትራፍ እዩ ዝኸውን ንዓይ ድማ እሱር ቤት ወይ ናይ ሞት ፍርዲ ክብየነለዩ ንክልቴና ስኢኖሙና ማለት እዮም። ልክዕ ኣይነበርክን ኤልሳ፣ ነዚ ኣረሚን ሰብኣይኪ ትዕግስቲ ክትገብርሉ ኣይግባእን እዩ ነይሩ። በቲ ሰዓት ንስኺ ክትገብርዮ ዝግብኣኪ ክትሓርቂ ጥራሕ እዩ። ዝሓረቐ ሰብ ድማ ስነ ስርዓት ወይ ስለ ፍርዲ ክሓስብ የብሉን። ሕቶታት ሞራል እውን ከልዕል የብሉን። ብዘይ ባዕልኪ ተሃሪምክስ ስቅ ኢልኪ ክትተርፊ ነበረክን ሰብ ብዘይ ሓጢኣቱ ሰብ ብዘይ ሓጢኣቱ ኣነ ዝተሰማዓኒ ገይረ በለት ኤልሳ ክቢብ ገጻ እንዳፈትሐትን እንዳኣሰረትን ድቃስ ከም ዝወሰዶ ምስ ፈለጥኩ ነብሰይ ከጥፍእ ፈቲነ ዝኣሰርክዎ ገመድ ምስ ተበጠሰ ወዲቐ ኣብ መተሓጻጸቢ ክፍሊ ዝነበረ ኣቑሑ በተንኩ። ኣብቲ ግዜ እቲ ካብ ድቃሱ ተበራቢሩ ደጊፉ ናብ መደቀሲ ክፍሊ ክወስደኒ ከሎ ዝተወሰነ ትዝ ይብለኒ ክወድቕ ከለኹ መሬት ርእሰይ ስለ ዝሃረመኒ ሃለዋተይ ኣጥፍኤ ነይረ ገብሩ ሓንሳብ ከንፈሩ ይነክስ ሓንሳብ ነቲ ጣውላ ይሃርሞ ወርቂ ዝመስሉ ኣፍ ልባ ተገሊጹ ምስ ረኣየ ብዝበለጸ ፈተዋ እንዳፈተዋ እውን ሓዘነላ። ውሽጡ ቅንኣት ስለ ዝሓዞ ዝቐረበ ልጅን ኣልዒሉ ግስም ኣበሎ። ድሕሪኡ ቀስ ኢሉ ንምስታይ ኣይከኣለን። ንኤልሳ እውን ካብ ዓቕማ ንላዕሊ ንኽትሰቲ ክደፋፍኣ ጀመረ። ካልኣይ ቢራኣ ፍርቂ ምስ ኣብጽሓቶ'ያ ቢራ ገዲፋ ኣረቂ ንኽትሰቲ ጌርዋ። ብድሕሪ'ዚ ሕርቃኖም ወይ ሕልፎም ንምርሳዕ ዝደለዩ ክመስሉ ምውዛይን ምስሓቕን ጀመሩ። ግን ሰሓቖም ናይ ሓሶት ወይ ካብ ክሳድ ንላዕሊ ምዃኑ ክልቲኦም ስለ ዝተገንዘቡ ብቕጽበት ገደፍዎ'ሞ መስተ ክደጋግሙ ጀመሩ። ገብሩ ስሕብ ጭልጥ ከብል ድሕሪ ምጽናሕ ሓድሽ ሓሳብ ካብ ሰማይ ከም ዝነጠቦ ኣሳጊሩ ማዕዶ ካብ ዝርኢ ዝነበረ ሰማይ ኣዒንቱ ናብ ኤልሳ መሊሱ ከም ዝበለ ካብ ሎሚ ጀሚርኪ ምሳይ ብሓደ ክትነብሪ ኢኺ ክሳብ ክንዱ ዘሕርቐኪ ይመስለንን ንዝውለዱ ቆልዑን ነታ ጓልን ወይ ንሰበይተይ ንዘይምጉዳእ ክብል ሓዳር ኣይገብርን ዝብል ኣብ ውሽጢ ገሃነም ተኾይንኪ እናተይ ዘይሕሸሉ ምኽንያት የለን በላ ገብሩ ብዝተረረ ልቢ መሰን ፍቕርን ሰላሙ ከም ዝበረዝዎ ተረድአት ሎሚ መዓልቲ እንታይ ደኣ ክትፅበይ ኣይትፈትዩን ኢኺ ምሽዶ ምፍታውስ ኣይፈትወን እየ ግን ደቀይከ ከነዕብዮም ኢና ዋ እንታይ ክኾኑ ይኽእል ኢልኪዩ ብጣዕሚ ኢኺ ሕዚንክኒ ብጣዕሚ እየ ዝፈትወኪ ንሰብኣይኪ ድማ ኣዝየ ይጸልእዮ ክልተ ቆልዑ ንምዕባይ ዝኣብዩኒ ዶ ይመስለኪ እሞ ግድን ክኸውን ኣለዎ ድዩ ንእሽተይ ዝተሃወኽናይ ኣይመስለካን ናይ ስኽራን ወይ ናይ ታህዋኽ ከይመስል ክንጥንቅቕ ኣለና ንስኻ እውን ሕሰበሉ ንዓይ እውን ዝሓስበሉ መዓልቲ ሃበኒ በለት ኤልሳ ናይ ገብሩ ክልተ እዳው ኣጥቢቓ ሒዛ፣ ምናልባት መስተ ደፊኡኒ ይኸውን፣ ወይ ስለ ዝፈተኹ'ውን ይኸውን፣ ወይ ከኣ ኣደንጊጽክኒ ትኾኒ፣ ወይ ከዋኽብትና ተጋጭዩ ንሓድሽ ናብራ ሓጺሙና ይኸውን፣ በቲ ኮይኑ በቲ ብሓደ ነገር ርግጸኛ'የ። ንስኺ ውን ከማይ ጸሊእክዬ እንተኾንኪ ካብ ዘለኽዮ ከውጻኪ ድልውዬ እንተ ኣሚንኪ እመኒ ካብኡ ትደልዮ ነገር እንታይ ኣሎ ንብረት ገዝኡ ከም ዘለዎ ግደፍሉ እቲ ናተይ ዘሎ ንኽልቴና እኹል እዩ ንዘውረደልኪ መዓት ሕነፊ ደይ ንሱ ብሓለንጊ ከም ዝቐጥቀጠኪ ንስኺ ውን ብጣዕሳ ሕሉንኡ ግረፊ ምስክር ወረቐት ናይ መርዓና ከይቀደድና ክንፋታሕ ኣይንኽእልን ኢና። ናተይን ናትካን ሓድሽ ሓዳር ድማ ፈጺሙ ዝሕሰብ ኣይኮነን። ኣብ ልዕሊ መርዓ መርዓ ገይሮም ብምባል ክንክሰስ ኢና። እዚ እንታይ ከሸግረና እዩ ኢልካ ኢኻ። እቲ ቀንዲ ነገር ምፍቓር እዩ፣ ምትሕስሳብ፣ ርግእ ምባል፣ ምሕሳብ ኣነ እውን ዝተፈከኽዎ ብታህዋኸ እዩ። ብዕድመ ዓብ ስለ ዝኾነን ብዙሕ ነገር ዝረኣየን ስለ ዝኾነ ርጉእ ህይወት ክንብረኒ ኢለ ሓሲበ ነይረ። ካብ ዕድለይ እንተኾይኑ እውን እንድዒ ኣይፈለጥኩን። ገብሩ ኣቋረጻ እሞ ዝሰኸርኩ ከይመስለኪ ኤልሳ፣ ዝተሃወኽኩ እውን ኣይምሰልኪ ስለ ዘፍቆርኩኽ እዩ። ስለ ዝደለኹኺ ንስኺ እውን ከም ትደልይኒ ይፈልጥ እየ ወላ እንተዘይፈተኽኒ ግን የድልየኪ ፍቓድ ሃብኒ እምበር ኣፍቅርኒ ኣይብለክን ንዝተሓዛዘኑ ሰባት ምፍቃር እንታይ ክገብረሎም እንተነኣሰ ከም ትሓስነለይ ይፈልጥ እየ ብዓብኡ እንተፈቲኻኒ ካብ ዘለኽዮ ከውፃ ክትብል እንተኾይንካስ ፅባሕ ድሕሪ ፅባሕ ብፅምዋ ንዘራረብ ሕጂ ግን ኣይኣመንኩኻን መስተ ዝፈጠረልካ ሓሳብ ገይረ እዩ ዝወስዶ ሓዳር ክገብር ኣይደልን ኢልካ ነኔርካ ዓይነይ ዘዋሪ ኢልካኒ ኔርካ ክተብቅዕ ሕጂ ክምርዓውክ ስለ ዝበልካኒ ክርድአኒ ኣይክእልን እዩ ብዝኾነ ጽባሕ በልስተይ ኣቤሎ ብምባል ኣጣቕዐ ኣሳሳይ ቅልጡፍ እዩ ኣሽንኳንዶ ጸዊዖሞ ዋላ ከይጸውዕዎ እውን ከተፍ ይብል። ገና ከይወድእዎ ቢኬር መሊኡ ብምምጻእ ኣብ ልዕሊ ልዕሊ ይገብረሎም። ክነግረካ እየ ኢለ ረሲዐዮ በለት ኤልሳ ዝሃደማ ትመስል ኢድ ገብሩ እንዳሰሓበት። መጀመርያ ምስ ተራኸብናይ ክነግረካ ኢለ ዝሓሰብኩ በል ስምዓኒ ጌራ ኣሳዕክዎ ክነግረካ። ሕልመይ ድሕሪ ምስማዕካ ዝደለኻዮ ሽም ክትቦ ትኽእል ኢኻ ንገርኒ ክሰምዓኪ ምሕላሙ ወይ ሃተፍተፍ ምባሉ እዩ ዘሰንብድ እምበር ሽም ምጥማቕ ኣይኮነን ከምዚ ናይ ሎማዓንቲ ብሓደ ዝመፀናሉ ይመስለኒ እቲ ሆቴል ድማ እዚ ዘለና ይመስለኒ ገረብ ዘለዎ ካንሾሎ ስለ ዝፈቱ ሕልሚ ብዝሓለምኩሉ ግዜ ገረብ ይርእየ እቲ ዝነበርካዮ ካንሸሎ ኣምና ገፊሕን ጫካ ዝበዝሖን እዩ ነይሩ ደስ ዝብል ሜዳ እውን ኣለዎ ነቲ ሜዳ ሰንቲኹ ዝኸይድ ርባ እውን ኣለዎ ኣብቲ ሜዳ ብዙሓት ናይ መሰናኽል ዕንጨይትታት ተተኺሎምሉ ካብቲ ሆቴል ወፂና ክንከይድ ኣብ ማዕፆ ምስ በፃሕና ሓያል ማይ ክሃርም ጀሚሩ ታክሲ ደሊና ደሊና ኣይረኸብናን ናብቲ ናይቲ ዋርድያ ገዛ ኣቲና ነጸልል ምጽናሕና ኸብ ዘይተረፈ ደኣ መስተ ኣዚዘ ክመጽእ ቅድሚ ምባልካ ካብቲ ድሕሪ ዋርድያ ክልተ ኣፍራስ ዝሓዙ ሰባት እንዳጋለቡ ይሓልፉ። ንእሽተይ ምስ ሓለፉ እቲ ቀዳማይ ዝነበረ ተዓንቂፉ ምስ ፈረሱ ይወድቕ። ምስ ወደቐ ከይተሰአ ይተርፍ። እቲ ፈረስ ግን እንዳጋለበ ናባና ይመጽእ። ክልተ እዳወይ ዘርጊሐ እንዳደረስኩ የጸጉዓሞ ልጓሙ ሒዘ እንዳሰሓብኩ ኣምጽኤ ይህበካ ነቲ ኣሳሳይ ክጽውዖ ክሳብ ማይ ዝገድፎ ክንሰቲ ኢና ትብል እሞ ናብቲ ሆቴል ትኣቱ ነቲ ሩባ ተሳጊርካ ነቲ ሜዳ ኣቋሪጽካ እንዳሓንበስካ ኼድካ ካብ ዓይነይ ክሳብ ትስወር ጠጠው ኢለ ይርእየካ እሞ ከመይ ዝበለ ዝመርር ፀሓይ ኢለ ሻርባ ይጉልበብ። ብቕጽበት እቲ ኣሳሳይን ንስኻን ብሓንሳብ ትመጹ። እቲ ኣሳሳዪ ኣብ ሸሓነ ክልተ ቢኬርን ሓንቲ ጥርሙስ ዊስክን ሒዙ ነይሩ። ምስ ረኣኹኹም ካብ ኮፍ ዝበልኩሉ ዘሊለ ይትሰ እሞ እቲ ዊስኪ ከመይ ገይሩ ከይፈሰሰ ተሪፉ ኢለ ክጥንቀቕ ኣብ ዝተዘርግሐ ሸሓነ ስለ ዝቐመጠ እዩ ኢልካ ትምልሰለይ። እቲ ኣሳሳዪ ምስ ፈረሱ ናብቲ ናይ ዋርድያ ገዛ ኣትዩ ካብ ላዕሊ ንታሕቲ ካብ ታሕቲ ንላዕሊ መላሊሱ እንዳጋለበ ንዓይ ክትጽውዑ ትደልዩሉ ኣብዚ ትሕቲ ፊንስትራ ዘሎ ካምባኔላ ጠውቕዎ እንዳጋለብኩ ደበኽ ክብል በለሞ ምስ ፈረሱ በቲ ፊንስትራ ዘሊሉ እንዳጋለበት ተመሊሱ ኸደ። ገብሩ ኣእጋሩ ማሳቂሉ ኩርናዕ ጸጋማይ ኢዱ ኣብ ጫፍቲ ጣውላ ኣቐሚጡን መንገሱ ብኸብዲ ኢዱ ደጊፉ ዝሓለመቶ ክትነግሮ እንዳተገረመ ይሰምዓ። ብድሕሪኡ እቲ ዝናብ እንዳበርትዐ ይኸይድ። ንፋስ ዝዓብለሎ ማይ ክሃርም ምስ ጀመረ ከባቢ ብግበ ይመልእ። ካብ ገዛ ወጺኻ ካብ ሓንቲ ስጉሚ ንላዕሊ ምርኣይ ኣይከኣልን'ዩ ነይሩ። ሃንደበት እቲ ኣሳሳዪ ክመጽእ ከሎ ይሪኦ እንዳጋለበ ካልእ ዝኾነ ነገር ክረእ ኣይከኣልን ንዕኡ ግን ካብ ርሑቕ ረኣኽዎ እንታይ ደኣ ኾንካ ተመሊስካ መጺኻ ኢለ ይሓቶ ገና ካብ ርሑቕ ክሪኦ ከለኹ ንጽቡቕ ከም ዘይኮነ ፈሊጠ ኣለኹ ደቅኽን ኣዴኽን ኣበይ ጠፊኣ እንዳበሉ ነቦኦም ብብኸት ርብሽ ድሕሪ ምባሎም ካብቲ ፖላሶ እንዳተወርወሩ ወዲቖም ሞይቶም ኢልኪ ከም ዘይትሓትኒ ርግጸኛ እየ ናይቲ ፖላሶ ንውሓት ባዕሊ ክትፈልጢ ኢኺ ሰብኣይኪ እውን ብስምባደ ኣፉ ምስ ሓዘ ደሪቑ ተሪፉ ይብለኒ እሞ ተመሊሱ ይኸይድ ንኽሓቱ ኸማን ዕድል ኣይሃበንን ነይሩ። እንዳ ወደቕኩን እንዳ ተሳእኹን በቲ ቁሪ ናብ ገዛ ክኸይድ ካብ ድቃሰይ ተባራቢረ በል እስከ ፍትሓለይ እንታይ ምፍታሕ የድልዮ ናይ ቀትሪ ትምኒትክን ስግኣትክን ብለይቲ እንዳተረኣየ ክሓዲሩ ናይ ሕልና ወቐሳዩ ንሰብኣይኪ ተኣማኒት ክትኮኒ ትደልዪ ኢኺ ዘይእምንቲ እውን ክትኮኒ ትፍትኒ ኢኺ። ከምዚ እንተ ገይረ ከምዚ ክኸውን እዩ ዝብል ሓሳብ ናብ ሕልሚ ተተርጊሙ ቀሪብልኪ። በቃ እዚ እዩ ክትጭነቕሉ ዝግበኣኪ ዓይነት ሕልሚ ኣይኮነን። መልሲ ናይ ገብሩ ንኢልሳ ኣየሐጎሳን። ናይ ደቃ ካብ ፖላሶ እንዳተወርወሩ ምሟት፣ ናይ ሰብኣያ ኣፉ ሒዙ ምትራፍ፣ ናታ ናብ ገዝኣ ዘይምብጻሕ ሓደ መዘዝ ከም ዘለዎ ተረድአት። ብሕልሚ ስለ ትኣምንን ሕልሚ ስለ ትፈርሕን ትርጉሙ ክሳብ ዝንገራ ትጭነቐ። እንታይ ደኣ ፈዚዝኪ ስተይ ሕልሚ ክረስዕ እዩ ንሕሰን እንተልካ እንታይ ዘየሕዝን ኣሎ ምርሳዕ እቲ ዝሓሸ ንምዃኑ ሰብኣይኪ ሰንበት ሰንበት ከማን ምስሑ ኣብ ገዛ ይበልዕ እንድዩ ኣብቲ እንዳ ካልኤት ሰበይቱ ገዛ ይበልዕ ይኸውን በለት ታሕተዋይ ከንፈራ ብሕርቃንን ብብስጭትን እንዳጠወየት ካልእ ሰበይቱ ኣላቶ ድያ ከማን ናይ ዕስራን ሓሙሽተን ዓመት ሰበይቲ እያ ግን መኻን እያ ዝተፋትሐ እውን ቆልዓ ስለ ዘይወለደትሉ እዩ ቆልዑ ክሳብ ትወልደሉ ንፉዕ ሰብኣይ መሲሉ ምርኣይን ድሕሪ ግዜ ግን እቲ ናይ ብሓቂ ባህሪኡ ምንፅብራቑን ነዚ እዩ ዘርኢ ከይተክአ ከይመውት ኢሉ እዩ ንዓይ ኣብ ኣጋ እርጋኑ ዘእተወኒ ኩሉ ነገር ዝተገለፀለይ ኣብ ቀረባ ግዜ እዩ ብዝኾነ ኣይ ይኣኽለኪ በለ ገብሩ ከም ምቁያቕ ዓይነት ትሰርሖ ሕልሚ ከም ትርስዖ ንምግባር ክደሊ። መሊሳ ናብ ካልእ ትዝታ ምእታዋ'ዩ የሕሪቕዎ። ገብሩ ልክዕ ከም ካልእ ሰብ ስሒቖም ተጻዊቶምን ክፈላለዩ ክደሊ፣ ኤልሳ ግን ተመሊሳ ናብኡ'ያ። ሓደ ነገር ከዘክራ ንሓደ እንዳልዓለት ከም ቀላል ጓል እንዳተጨቓጨቐት ኣሸገረቶ። ንግዚኡ ከማን ፍጹም ሕጉስቲ መሲላ ንኽትረኣ መፍትሕ መሲሉ ዝተረኣዮ መስተ እዩ። ደጋጊሙ ክትሰትን ክትሰክርን ደጋጊሙ ክደፋፍኣ ጀመረ። ስተይ ኤልሳይ ማይ ቅድሚ ምህራሙ ናብ ገዛ ያብጽሓኒ ሰማይ ጽልምትምት ይብል ኣሎ በለት ዝመሓላለፍ ደበና ብፍንስትራ እንዳረኣየት እንታይ ደኣ ይህዊኽኪ ደስ ኣይበለንን ደበና ማይ ደቀይ እዚ መስተ ዘመላልሰልና ተኣዛዝ እውን መንፈሰይ ረብሾሞ ትማሊ ዝረኣኽዎ ሕልሚ ሎሚ ዝኸውን ዘሎ ኮይኑ ተሰሚዕኒ ብፍላይ እቲ ኣሳሳይ መስተ ሒዙ ናባ ናብ ዝመፀሉ ቁፅሪ ደቅኺ ወዲቖም ክብለኒ ኢለ ስንብድ ይብል ኣለኹ በጃኻ ቀልጢፍካ ኣብጽሓኒ ብምባል ምሕጽንታኣ ነገረቶ። ኖ ክሳብ ክንድዚ ምልማን ኣየድለክኒ ዘዘናጋዕኩኪ መሲልኒ እምበር ክሳብ ክንድዚ ጽኒሐኪ ንስኺ ደስ እንተዘይልክሞ ከብጽሓኪ በለ ከብሩ ጅብኡ ሃሰው እንዳበለ ሕሳብ ክሳብ ዝኸፍል ኣይተጸበየትን። ኤልሳ ቦርሳ ኣልዒላ ናብ ማኪንኡ ኸደት። ሰንከልከል እንዳበለት ክትከይድ እንተዘይርያ ነይሩ ብዘረባኣ ጥራሕ ከም ዝሰኸረት ክፈልጥ ኣይምኸኣለን። ንዕኡ እውን ዝተወሰነ ሰሪሕሉ እዩ። ክልቲኦም ኮፍ ኢሎም ከለዉ ክልቲኦም ደሓን ዝነበሩ መሲልዎም ነይሩ። እቲ ስኽራን መልሓሶም ዘይኮነ ኣእጋሮም ሒዝዎም ኣሎ። ብኸይ ብኸይ ሰሓቕ ሰሓቕ ዘምጽእ ስኽራን፣ ስምዒት ዝቐያይር ስኽራን። ገብሩ መኪኖል ኢሉ ክኸዱ ኤልሳ ነቲ ደበና'ያ ትርኢ ዘላ። ደበና ከቢዱን ጸሎሎ መሲሉን ምስ ረኣየት፣ ሓያል ዝናብ ኣብ መንገዲ ይዘርግዎም መሲልዋ ፈረሐት። ክሳብ ገዛኣ ትበጽሕ ማይ ከይሃርም ብውሽጣ ክትጽሊ ጀመረት። ኣብ ውሽጢ መኪና ኮፍ ምባላ እውን ረሲዓቶ። ንዓኣ ዝረኣያ ዘሎ ኣብ ሕልሚ ከም ዝረኣየቶ ነገር ማይ እንዳሃረመ ብእግራ ናብ ገዛ ክትከይድ ከላ እዩ። ገብሩ ላዕልን ታሕቲ እንዳበለ ይጥምታ። ናብቲ ፊንስትራ ተለጢፋ ንደገ ዋላ ትጥምት እንተነበረት ናይ ገጻ ረብሻን ናይ ውሽጣ ፍርሓትን ክፋል ገጻ ጥራሕ ነኪርዎ ኣሎ። ከዕልላ ይኹን ከጸናንዓ ኣይፈተነን። ስቕ በለ። ክመኽራን ከጸናንዓን ከሎ ዝስሕባ መሰሎ። እስጢፋኖስ ሓሊፎም ናብ ቦሌ ዝወስድ መንገዲ ምስ ሓዙ ሓደ ኦፔል መኪና ክከታተሎም ከሎ ረኣየ። ክቕድሞ ይብል እሞ መኪና ምስ መጸት ጠጠው ኢሉ ደድሕሪኡ ይስዕብ። ባርኔጣ ገጹ ሸፊንዎ ኣሎ። እዚ በዓል ኦፔል ከጋጭወና ድዩ ደልዩ? ኢልሳ ጥውይ ኢላ ጠመተቶ እሞ ንሱ'ዩ ኢላ ኣእወየት። ንሱ መን'ዩ? ንምንታይ ተእውዪ ቀስ ኢልኪ ዘይትነግርኒ? ከመይ ዘይርድኣካ ንሱ በዓል ቤተይ። ዋእ እንታይ ዓይነት ሕማቕ ኣጋጣሚ'ዩ በጃኹም። እውይ ሎሚ ጉደይ ወፂ እውይ ትጉደይ እንታይ ይሓይሽ ናብ ገዛ ከብፅሓኪ ዋላስ ኣዚረ ናብ ዝነበርክዎ ክምለስ ኢሉ ሓተታ ዝበፅሓ ነገር ስለ ዝፈለጠን ምፍራሓ ስለ ዝተረድአን እምበር ንባዕሉ ፈሪሑ ይኮነን ናታ ጭንቀት እዩ ክርኢ ዘይደለየ ናታ ጭንቀት ምውጋድ እዩ ተራእይዎ ኤልሳ ጭንቀታ ብቕጽበት ተቋጻጸረቶ ንእሽተይ ሓሰበት እሞ ትንፋሳ ውሕጥ ኣቢላ ዝመፀ ይምፃእ እምበር ንድሕሪት ኣይምለስኒ ተሓቢኤ ኣብ ዝበፅሖ የብለይን ኣብ ኣፍ ደገ ክተውርደኒ ኢኻ ንዓይ ንምብፃሕ እንተፈሪሕካ ኣብ ዝውርደኒ እሞ ተመለስ ምስ በለቶ ገብሩ ደሙ ፈለሐ ድሕሪኡ ወልሓደይ ተዛረበን ስቕ ኢሉ ምስዋሩ ቀጸለ። እታ ኦፔል እውን ንምቕዳም ፈተነ ኣካየደት። ስዒባቶ። ኣብ ኣፍ ደገ ገዛኣ ምስ ኣብጻሕኩዋ ዝመጸ ክመጽእ እዩ። ጭንቀታም ዝኾነት ፍጥረት ንዓይ እውን ሕውስውስ ኣቢላትለይ ኢሉ ሓሰበ። ናብ ገዛኣ መስመር ዘሎ መጥወይ ኣንጎሎ ምስ በጽሑ ኤልሳ ንኣይ ኣብ ዝውርደኒ እሞ ንስኻ ተመለስ በለቶ ኣእዳዋ እንዳንበልበለት ገብሩ ግን መልሲ ሃባን ሰብኣይ ከይቅድሞን መንገዲ ከይዓፅዎን ብናህሪ ይበርር ሰብኣያ ሓሪቑ ክኸውን ይኽእል እዩ ኣብ ማእኸል መንገዲ ውርደት ከኽትል ደሊ ይኸውን ዝኾነ ኮይኑ ምትሕንናቕ ወላ እንተተፈጢሩ ኣብ ውሽጢ ገዛውቲ እንተኾይኑ ይሓይሽ ብኻልእ ድማ ንኤልሳ ኣብ ሓደ ደርቢዋ ክኸይድ ኣይደለየን። እንታይ ከም ዘጋጥማ መን ይፈልጥ? ምብጻሕ ኣቐዲሙ በጽሐ። መኪንኡ ናብ መንደቕ ኣጸጊዑ ጠጠው በለ እሞ ቀልጢፉ ወረደ። ባእሲ ኣይተርፍኒ ኢሉ ስለ ዝሓሰበ ናይ ካሙቹ ኢድ እንዳጠቕለለ ኣእጋሩ ክፍት ኣቢሉ ጠጠው በለ። ኤልሳ ካብ መኪና ወፂኣ ናብ ገዛኣ ንምእታው መንገዲ ምስ ጀመረት ሰብኣያ መኪናኦም ጠጠው ከብሉን ኣብ ኢዶም ሽጉጥ ከም ዝሓዙ ምስ ረኣየት ሰንቢዳ ንድሕሪት ተመለሰት እሞ ኣብ ገብሩ ጥምጥም በለት። ንምዃኑ ንስኻ መን ኢኻ? ምስ ኣንታይ ትሰርሕ ኣለኻ? ኢሎም ሓተትዎ ሰብኣያ ብታህዋኽ። ኣብ ጥኡ ክሳብ ዝበጽሑ ክጽበዩ ይከኣሉን። ገብሩ ንዝሓተቶ ሕቶ መልሲ ምምላስ ኣድላይ ኮይኑ ኣይረኸቦን። መንነቱ ከም ዝፈልጡ ይፈልጥ እዩ ኤልሳ ኣላላቶም እያ ካልእ ይትረፍ ናይ መኪንኡ ታርጋ ከም ዝፈልጡ ርግፀኛ ነበረ እንተ ዘይፈልጡ ነይሮም ክከታተልዎ ኣይምኸኣሉን ኤልሳ ኮፍ ዋላ እንተበለት ተሸፋፊና ነበረት ኣቐዲሞም እንተ ዘይፈልጥዋ ከም ዘይከታተልዎ ገሚቱ ኣሎ ንዓኻ እኮ ምስ በዓልቲ ቤተይ እንታይ ዓይነት ጉዳይ ኣለካ እንዳበሉ ተጸግዕዎ። ትርክታ ልቡ ዋላ እንተወሰኸ ገብሩ ብፍርሒ ሸበድበድ ኣይበለን። ኤልሳ ብድሕሪኡ ተሓበአት። ካብ ፍርሒ ዝተለዓለ ብኽልተ እዳዋ ጭብጥ ኣቢላ ሓዛቶ። ንሱ ግን ብጸጥታ ጠጠው በለ። ሽጉጥ ምስ ሓዘ ሰብ ብባዶ ኢዱ ወልሓደ ክገብር ከም ዘይክእል ይፈልጥ እዩ። ነብሱ ንምድሓን እንተነኣሰ ክሃድም ይኽእል ነይሩ እዩ ግን ንኤልሳ ምስ ሽጉርት ዘቀባበለ ገዲፍዋ ምህዳም ኣይደለየን። መወዳእትኡ ንምርኣይ ስቕ ኢሉ ጠጠው በለ። ሓሳባቶም ኩሉ ኣብ ልዕሊ ኤልሳ ዘነጻጽሩ ክመስሉ ኤልሳ ዋላ ብድሕሪ ሕቆ ሰብ ዋላ እንተተሓባእኺ ኣይትርሕቅንን ኢኺ በሉ እሞ ኣፎሙዝ ናይ ሽጉጦም ናብ ኣሲሮም ምስ ተጸግዑ ቅድመይ ንዓ ኣይትትንክፋን ኢኻ ብምባል እምኒ ልዓለ እሞ ንኤልሳ እናተኸላኸለ ንድሕሪት ተሰሓበ። ሰብኣያ ገብሩ ዝሓዞ እምኒ ወላሓደ ብዘይምቑፃር ናብኦም ተፀግዑ። ገብሩ ብዝሓዞ እምኒ ግንባሮም ሃረሞም። ኣተሃራርምኡ ከም ካሶት ስለዝነበረን እታ እምኒ ድማ ንእሽተይ ብምንባራን ህራሙ ኣየውደቖምን። ግን ሰንከልከል ኣቢልዎም። ሰንከልከል እንዳበሉ ተኮሱ። እታ ጥይት ኣፍ ልቢ ገብሩ ሰንጢቓ ሃለፈት። ንኤልሳ ግን ኣይረኸበታን። ንፍርቂ ሰዓት ዝኣክል እቲ ገዛውቲ ብኣውያትን ብሰብን ተመልአ። ነዛ ልቢ ወለድ ተፈቲኹማ ላይክ ኤንድ ሼር ግበሩ። ብኻልእ ታሪኽ ንክንራኸብ ሳብስክራይብ ብምግባር ቤተሰብ ኩኑ።